ሰላም ሰላም ክቡራት ተኸታተልቲ መደብ ሲሱ ሜድያ ከመይ ቀኒኹም ተስፋ ገብር ኩላትኩም ሰላምን ፅቡቕን ቀኒኹም ክትኮኑ ብምቕፃል ንሎሚ ሓንቲ ከዓ ሓንቲ ፍልይ ዝበለት መደብ ሒዘልኩም መፅኦ ኣለኹ ብዙሕ እኳ ካብታ ናይ ብቀዳማይ ኣይትፍለን እያ ስቲል ኩሉ ኣብ ቴለፎና ንሰርሖ ክሳብ ዘለና ማለት እዩ ግን እቲ ፍልይነታ ናይ ብቐዳማይ እንታይ ነረ ኣብ ሞባይልና ድመፀና ረባሽ ቴለፎናት ዓፂና ከመይ ጌርና ደገድሰና ቴለፎና ጥራይ ንቕበል ስቲል ግን ቴለፎና ከይዓፀና ወይ ከዓ ንዖም ብሎክ ከይገበርና ማለት እዩ ነዚኣ ክትከታተልዋ ምስ ደልዩ ኣብቲ ናይ ዝሓለፈ ደይረኣኹማ ተሊኹም እቲ ሊንክ ናታ ኣብ ዲስክሪፕሽን ገድፈልኩም እየ ኣብኡ ኣቲኹም ክትሪእዋ ትኽእሉ ኢኹም ናይ ሎም መዓንቲ መደብና ከዓ ኣብ ሞባይልና ደሎ ደቀቕቲ ፅሑፍ ንክንሪኦ ወይ ከዓ ንኸነንብቦ ምስ ዘሸግረና ከመይ ጌራ ሞባይልና ከም ተንብበልና ንገብር እዚኣ ሕጂ ኣብ ክልቲኡ እያ ትሰርሕ ኣብ ክልቲኡ ክንጥቀመላ ንክእል ኢና ነቶም ተጠቀምቲ ሳምሰንግ ጋላክሲ and then ተጠቀምቲ ኣይፎን ማለት እዩ ኣብ ዝሓለፈ ቪድዮይ ናይ ኣይፎን ጥራይ ኣርእየኩም ነይረ እዚኣ ግን ኣብ ክልቲኡ ክንጥቀመላ ንክእል መጀመርያ ናይ ሳምሰንግ ጋላክሲ ከርእየኩም እየ ብድሕሪኡ ከዓ ናይ ኣይፎን ክትመፅእ እያ ድሕሪ እዚኣ ሕጂ ናይ ሳምሰንግ ጋላክሲ መጀመርያ ኣበይ ንኸይድ ኣብዚ ንመፅእ ማለት እዩ እዚኣ ኩሉ ዳርጋ ዝበዝሐ ኣብ ሰቲን እዩ ዘርእየኩም ዘለኹ ኣብ ሰቲን እዚኣ ከዓ ሕጂ ኣብ ሰቲን ክንከይድና ኣብ ሰቲን ምስ ከድና ኣብዚ መጺና ንታሕቲ ወሪድና ኣብዚ ኣክሰሲቢሊቲ ድብለሎ ክንኣቱ ኢና ኣክሰሲቢሊቲ ድብል ምስ ከፈትና ኣብዚ ምስ ኣተና እዚኣ ኣብ ላዕሊ ደላ ቀዳመይቲ ደላ ኣብ ላዕሊ እዚኣ ስክሪን ሪደር ትብል ደላ ስክሪን ሪደር ኣብዚኣ ክንከፍት ኢና ስክሪን ሪደር ምስ ከፈትና ልክዕ ኣብዚ ሂብና ዘሎ ኢንስትራክሽንስ ኣሎ ከምዚ ንሪኦ ዘለና ኣብዚ ክልተ ፓራግራፍ ዝኾን ኢንስትራክሽንስ ኣሎ ክልተ እቲያ ቀዳመይቲ እታ ኣብ ላዕሊ ዘላ ቀዳመይቲ ፓራግራፍ ብዛዕባ ናይቲያ ቮይስ ኣሲስታንስ ንዓ ምስ ንኸፍታ ካብኣስ እንታይ ክንረብሕ ንኽእል ወይ ከዓ ንምንታይ ንኸፍታ እንታይ ጥቕሚ ስለ ዘለና ንኸፍታ ትገልጸልና ኣላ እታ ቀዳመይቲ ኣብ ላዕሊ ኣላ እታ ካልኣይቲ ፓራግራፍ ትሕቲኣ ደላ ከዓኒ እቲያ ቮይስ ኣሲስታንስ ብጌጋ ምስ ንኸፍታ ከይተረድእና ብዝኾነ ተናኺፍና ዲና ገለ ምስ ንኸፍታ ከመይ ጌርና ንዓፅዋ ትገልፀልና ማለት እዩ ሕጂ ቀዳመይቲ ቀዳመይቲ ከንብበሉ ኩነት ኣብ ላዕለወይቲ ደላ ንዓ ከንብባ ሕጂ

ልክዕ ነቲ ድጠወቅካዮ ወይ ከኣ ልክዕ ኣብቲ ታች ድገበርካዮ ብኢድካ ኣብኡ ምስ ምስ ጠወቅካ እንታይ ጠዊቅካ ኣለካ ከተንብበልካ እያ ኣብ ምንታይ ኣለካ ትነግረካ ማለት እዩ ንከምኡ እያ ትጠቅመና ማለት እዩ እዚኣ ቮይስ ኣሲስታንስ ንከምኡ ትጠቅመና ንዝኮነ ነገር ከነንብብ ተደሊና ነዚኣ ክንከፍታ ኣለና ነዚኣ ልክዕ ኣብዚ መጺና ሽዑ ተርን ኦን ንገብራ እዚኣ ኣለዉ ትብለና ኣላ ኣለዉ ከምዚ ቮይስ ኣሲስታንት ኦን ወረደ ሕጂ እዚኣ ኣብ ዝኾነ ክንወዛ ንኽእል ኢና ኣብነት ኣብ ተደሊልና ኣብዚ ንወዛ quick typing use the samsung ኣብዚ when voice assistant is ከምዚ ጌርና ኣብቲ ዘድልየና ኣብቲ ክነንብቦ ደለና እንዳ ከድና እንዳ ጠወቕና ከተንብበልና እያ ማለት እዩ። እንታይ ግን ኣብዚ ኣብ ድኾነ ሕጂ ከምዚ ኣብ ተኸፈተሉ ኩሉ ግዜ ኣብ ድጠወቕናዮ ድኾነ እናንበበ ስለ ድርብሸና ንዓና እቲ እሳ ተንብቦ ንዓና ከም ዝነቢሱ ስለ ድኾነና ከነጥፍኦ ኣለና። ማለት ኣብቲ ዘገድሰና ኣብቲ ከነንብብ ደለናሉ ጥራይ ንኸፍታ ከመይ ጌርና ነጥፍኣ ከኣ ከርእየኩም እየ ናብዚኣ ንኺድ። ከመይ ጌርና ነጥፍኣካ ኣብቲያ ካልኣይቲ ፓራግራፍ ኣላት ናብቲ ዓንቶይ ከንብባ ኣብቲ ክንኣቱ ከለና ደንበብኩወን ክልተ ፓራግራፍ ነይረን እታ ቀዳመይቲ ፓራግራፍ ደንበብኳ ከመይ ጌርና ንኸፍታ ከመይ ጌርና ንጥቀመላ ወይ ከዓ ንምንታይ ትጠቕመና ተኸፊትና ነይራ እታ ካልኣይቲ ከዓ ሕጂ ከመይ ጌርና ነጥፋ ብጌጋ ምስ ትውላዕ ወይ ከዓ ከምዚ ዋላ ባዕልና ከማ ኢንቴንሽናል ዝወላዕናያ ሰሚዕና ኣላ እቲ ዘድልየና ኣንቢባትልና ምስ ወድአት ኣብቲ ካልእ ማልእ ክንወስዶ ከለና ከይርብሸና ከመይ ጌርና ነጥፍኣ ከዓ ሕጂ ከርእየኩም እየ ኣብዚ ሕጂ እንታይ ትብለና ኣላ ማለት እዩ

እንታይ ይብለና ኣሎ ልክዕ ኣብቲ ብጌጋ ዝተወለዐትሉ ወይ ኣብቲ ብጌጋ ዝተኸፈትናሉ ማለት እዩ ከነጥፋእ ምስ ንደሊ መጀመርያ ታብ ንገብር ሓንሳብ እቲያ ሓንሳብ ክሊክ ንገብር ወይ በታ ኣጻብዕትናየን ሓንሳብ ኣብኣ ንጥውቕ ብድሕሪኡ ኣብኡ እቲ ኣውድላይን ኣውድላይን ማለት ኣበይ ንጥውቕ ከም ዘለና ከርእየና እዩ ሓበሬታ ክህበና እዩ ሳይና ኣብኦም ንጥውቕ ዘለና ብድሕሪኡ ዳብል ታብ ክልተ ግዜ ክልተ ክሊክ ጌርና ንዓ ነጥፍኣ ማለት እዩ ቶታል ኦፍ ንገብራ ዳሓር ኣብቲ ኮንፍሪመሽን ከይድና ኣብቲ ዳሃበና ኦኬ ኢልና ንጥውቅ ማለት እዩ። ናብዚኣ ንኸይድ ናብዛ ስክሪን ሪደር። ከምዛ ጌርና እዚኣ ዳብል ክሊክ ክልተ ግዜ ጣዕ ጣዕ ኣቢልና። ኦን ተርን ኦፍ ቮይስ ኣሲስታንት ተርን ኦፍ ቮይስ ኣሲስታንት ኦፍ። ጠፊኣ ኣላ ወዲኣ ኣላ ከምዚኣ ትመስል ካብ ሳምሰን ከይወፃና ከለና ሓንቲ ነገር ከዓ ካልኣይቲ ካሪኦኩም ደልየ ኣለኹ እታ ካልኣይቲ እንታይ እያ ኣብ ሳምሰንግ ጋላክሲ ከመይ ጌና ስክሪን ሪከር ንገብር ከምዚ ሕጂ ኣነ ሪከር ገብር ደለኹ ማለት እዩ ኣብቲ ኣፕሊኬሽን ኣቲና ዝኾነ ፐርፎርም እናገበርና ከለና ከመይ ጌና ስክሪን ሪከር ንገብር the same ማለት እዩ ልክዕ ከምዚ ሕጂ ኣነ ድማ ልኦ ኣለኹ ኣብ ናይ ኣይፎን ኣብ ኮለቲ ፊቸር ኣው እዩ ድመጽእ ኣብ ናይ ሳምሰንግ ግን ባዕልኻ ኢኻ ዳውንሎድ ትገብሮ ሕጂ እንታይ ዓይነት ኣፕሊኬሽን ካ ዳውንሎድ ንገብር ናብ ክወስደኩም እየ እዛ ካልኣይቲ ኸ ኣብዚኣ ንኸይድ ማለት እዩ ኣብ ፕሌይ ስቶር ከይድና ኣብ ስክሪን ሪከርድ ኢና ንጽሕፍ ስክሪን ሪከርድ ያው ከምዚ ዝመስል ክመፀልና እዛ ካልኣይቲ ደላ ማለት እዩ እዛ ካልኣይቲ ምስ ጠወቕና እዚኣ ኦልሬዲ ዳውንሎድ ስለ ዝኾነት ኣብዚ ናተይ ከም ዝተርእየንላ እዚኣ ትመስል ማለት እዩ ኣብዚኣ ኣቲና ኩሉ ሽዑ ስክሪን ሪከርድ ክንገብር ንጅምር ማለት እዩ ብዝተረፈ ናይ ሎማዓንቲ እዚአን መስላ ናይ ሳምሰንግ ሕጂ ናብ ናይ ኣይፎን ኮ ዞክሜ ናብዛ ስፖክን ኮንተንት ትብለላ ስፖክን ኮንተንት ምስ ከፈትና
ካብ ላዕሊ ክንጅምር ኢና ኣብ ላዕሊ ዶሎ ቀዳመይቲ ክንከፍታ ኢና ስፒክ ሰሌክሽን ትብል ኣላ ስፒክ ሰሌክሽን ንኸፍታ ንምንታይ ከፊትና መሲልኩም ኣብዚ ስፒክ ሰሌክሽን እንታይ ብለና ኣሎ ስፒክ ቦተን ዊል ቢ ኣፒር ወን ዩ ሰሌክት ቴክስ ነቲ ቴክስ ነቲ ከተም ቦደለኻ ጽሑፍቶ ንዕኡ ምስ መረጽካዮ ወይ ሰሌክት ምስ ገበርካ ኣብኡ ምስ ጠወቅካ እቲ ስፒክ ቦተን ኣብኡ ክረኣየካ እዩ ኣየናይ ከም ተንብቦ ደለ እቲያ ሞባይል ነየናይ ከም ተንብበልካ ደላ ኣብኡ ከርእየካ እዩ ክሕብረካ እዩ ሽዑ ኣብታ ካልኣይቲ ክንወርና ኣብዛ ካልኣይቲ ከዓ ስፒክ ስክሪን ይብለካ ኣሎ ስፒክ ስክሪን ንዕኡ ክንከፍቶ ኢና ኣብዚ ስፒክ ስክሪን ከዓ መክፈቲና ምክንያት እንታይ ድብለና ደሎ ስዋፕ ዳውን ዊዝ ቱ ፊንገርስ ፍሮም ደ ቶፕ ኦፍ ደ ስክሪን ቱ ሂር ደ ኮንቴንት ኦፍ ደ ስክሪን ይብለካ ኣሎ ከምዚ ብክልተ ኢድካ ጌርካ ካብ ላዕሊ ናብ ታሕቲ ስዋፕ ትገብሮ ከምዚ ጌርና ማለት እዩ ብክልተ ኣፃብዕትና ጌርና ካብ ላዕሊ ካብ ላዕሊ ንታሕቲ ልክዕ ከምዛ ኣብዚ ስእሊ ንሪኣ ዘለና ብክልተ ኣጻብዕትና ጌርና ካብ ላዕሊ ንታሕቲ ስዋብ ንገብር ንታሕቲ ከም ሸረር ነብሎ ማለት እዩ። ሎኣው ክመጸልካ ሽዑ ከም ክትሰምዖ ኢኻ ማለት እዩ ከተንብበልካ ክትጅምር እያ ማለት እዩ። ኣብነት ሕጂ ከምዚ ስዋብ ምግባር ከምዚ እንድዩ ሕጂ ኣነ ብሓንቲ ፊንገር ስዋብ ስለ ድገብሮ ዶ ኣለኹ ኣይመጸለይን እዩ ብክልተ ተጌረዮ ግን ከምዚ ጌረ ይመጸለይ እዚ Speak ሕጂ ብክልተ ስለ Selection ድገበርኩ መጺእለይ on፣ ኣሎ ማለት እዩ። a speak So button will appear when you ንዓ ውን select ንኸፍታ ከምዚ text። ጌርና ሕጂ እዚ ኤክስ ከጥፍኦ እየ ናብቲ ካልእ ክንከይድና።
ስፒች ኮንትሮለር ስፒች ኮንትሮለር ከዓ ኦፍ ይደሎ ናተይ ኣብዚ ከይዳ ንከፍቶ ደስ እያ እዛ ስፒች ኮንትሮለር ንዓ ምስ ከፈትናያ እዚ መፅኡ ፀናሕ ኣብዚ ቅድሚት እዩ ክመፀና እዚኣ ንከፍታ እሞ እዚኣ መፅያ ትላ ኣላ ትሪእዋ ኣለኹም ኣብ ሳሓት መፅያ ደላ እዚኣ ኦፍ ተየርያ ሕጂ ምሽ ጠፊ ኢሉ ኦን ተየርያ ክትመፅያ እዚኣ መፅያ ደላ ፀላም ኣብ ታሕቲ ማለት እዩ እዚኣ ሶ እዚኣ ምስ መፀት ኣብዚ ኣቲና ነቲ ከነንብቦ ንደሊ ከነንብብ ንኽእል እዚ ሕጂ ኣብ ዘሎ ትሕዝቶታት

ብምቕጻል ሽዑ ናብዚ ባክ ኢልና ንወርድ እሞ እቲ ድምጺ ድምጺ ክንመርጽ ንኽእል ኢና ኣብዚ ዝመፀና ድምፂ ሕጂ ቮይስ ቢ ናይ ክትሰምዑ ፀናዕኹም ናይ ወዲ እዩ ፅቡ ጌሩ ዘይስማዕካ ተልዩ ክትቅይሮ ትኽእል ናይ ዘለካዮ ማለት እዩ ወይ ከዓ ሞባይልኩም ኣብ ሞባይልኩም ዓረብ ትጥቀሙ ተኹንኩም ዓረብ ክትጥቀሙ ትኽእል እዮም ካልእ ዓይነት ቋንቋ ዝኾነ ማለት ናይ ዶች ናይ ደለኹሞ ዓይነት ሃገር ናይ ትደለኹሞ ቋንቋ ክትጥቀሙ ትክእሉ ኢኩም ኣብዚ ኣቲኩም ኣብዚ ኢንግሊሽ ዝብሎ ኣሎ ኣብዚ ቀዳመይቲ ላዕሊ ሕጂ ናተይ ኣብዚ ናይ ኢንግሊሽ መሪጸ ኣለኩ ምክንያቱ ኣነ ኣብ ዩኬ እየ ዘለኩ ኣብ ዓዲ ኢንግሊዝ በዚ ኢካ ድጥቀመላ እቲ ክሰምዖ ድክእል ቋንቋ ከዓ እሰያ ማለት እዩ ትግርኛ የለን እምበር ትግርኛ እየ ክሰምዕ ድክእል ልዕሊ ኢንግሊሽ ትግርኛ የለን ግን እቲ ካልእ እቲ ክሰምዓ ድክእል ኢንግሊሽ እያ ደላ ሶ ንዓ ጌርያ ኣለኩ ማለት እዩ እስኹም ከዓ ኣብ ደደለኹሞ በቲ ክሰምዑ ትኽእሉ ወይ በቲ ኣብ ሞባይልኩም ደሎ ላንጉጅ ክትጥቀምሉ ትኽእሉ ክትቅይርዎ ትኽእሉ ኢኹም ኣብዚ ኣቲኹም ናይ ዝደለኹም ሃገር ትመርጹ ማለት እዩ ኩሉ ነገር ኣሎ ኣብዚ ትመርጹ ናብዚ ትምለሱ ድምፂ ንባዕሉ ኣብታ ድመረፅኩማ ቋንቋ ምስ ኣተኹም ድምፂ ናይቲ ሰብ ከመይ ጌርኩም ትቕይሩ ኣብዚኣ ትኣቱ ምሽ ኣብዚኣ ምስ መፃእካ ኣብዚ ኣሎ ሕጂ ናተይ ርኢ ሂብኒ ደሎ ኣብዚ ኦፕሽን ኣሎ ኣብዚ ናይ ሜል ኣሎ ሜል ማለት ወዲ ማለት እዩ ፊሜል ከዓ ኣሎ ኣብዚ ኣብ ናይ ፊሜል ከዓ ኣብዚ ኣቲኻ ከዓ ናይ ጓል ድምፂ ከም ዝመፀካ ማለት እዩ Hello, my name is Siri. ሕጂ እዚኣ እዚኣ እዚኣ እውን ክትከውን ትኽእል እዚኣ ሕጂ ሰሌክት የለያ ልክዕ ኣብቲ ደንብቦ ፅሑፋት ኣብ ሞባይለይ እዚኣ ክትዛረብ ናይዚኣ ቦይስ እየ ክሰምዕ ናይዚኣ ድምፂ እየ ክሰምዕ ናተይ ግን እዚ ናይዚ ወዲ ኢድ ንጊሐኒ ንዕ ገይረ ኣለኹ ማለት እዩ ብምቕፃል ካብዚ ንወፅ እሞ ኣብቲ ድምፂ ድምፂ ከም ቀስ ኢሉ ክዛረብ ከሎ ዝርድእካ ወላ ማራ ተዝሕ ኢልካ ከኣ ኣብዚ ኣሎ ጎብዮን ማንቲለን ኣምጺኦም ኢልካ ኣለዉ ጎብዮ ማለት ከምዚ ማራ ዝሕል እዩ ናብዚ ተመልሶ ኣዝሕ ኢልካ ነቲ ድምጺ በብሓደ ቃላት ከውጸልካ ክእል እዩ ኣብዚ ከኣ ቀልጢፉ ኣንብበ ምባብ ኢሉ ክውደልካ ክእል ማለት እዩ so ኣብ ኖርማል ክትገብሮ ትክእል ኢካ ከምዚ ጌርካ ኣብ ደለካዮ ስለዚ Speak በዚ selection ኮንትሮል read ትገብሮ selected content ዝሕ ጊረዮ ኖርማል ኣሎ ከም ሰጊረዮ ማራ ክዝሕለኒ እዩ Speak selection read እቲ ማራ selected ዝሕ ኢልካ content Speak selection read selected content ጣጣጣጣ ቢሉ ቀልጢፉ ከንቢብልካ ክኸይድ ገለ ክእል እዩ ግን ከም ዘለኹሞ ጋይስ ከምዚ ቅልጡፍ ተደሊኹም ቅልጡፍ ክትመርጹ ትኽእሉ ኢኹም ዝሑል ተደሊኹም ዝሑል Speak selection read selected content
ብድሕሪኡ ካብዚ ባክ ንብል ማለት እዩ ካብዚ ንወፅእ ከምዚኣ ትመስል እዚኣ ናይ እዚኣ ናይ ምንባብ ኣብ ሞባይልና ዘሎ ደቂቕ ፅሑፍ ከምዚኣ ትመስል እዚኣ ትመፅና ሽዑ ምክንያቱ እዚኣ ከመይ መፅያትልና ዳ ነዚኣ ስለ ድኸፈትናያ ነዚኣ ስፒች ኮንትሮለር ነዚኣ ስለ ድኸፈትናያ እዚኣ መፅያትና ኣላ ኤኒ ታይም እዚኣ ሕጂ ኣብ ሞባይልና ኣብ ዝኾነ ተኺልና ማለት ኣብ ዝኾነ ዋላ ኣብ ካልእ ወፂና ኣብዚ ክፀንዓና እያ ኣብ ዝኾነ ሕጂ ኣቲና ኣብነት ሕጂ ኣብ ኒውስ ክንከይድና ኣብዚ ናተይ ኒውስ ኣሎ ነዚኣ ጠዊቐ ኣብዚ ኒውስ ኣብዚኣ ኣንብብለይ ኢለያ ኣለኹ User it is pics. What does FOMO mean? How do you protect your pension? And more coronavirus money advice.